ናብ ናይ ዓለምና ሓደገኛ ቀቢላታት ብድፍረት ዝኣተወ ሰብ እንታይ ኣጋጢምዎ? ሃንደበት መሬት ሰላም ኣሎ ኢልኩም ንዙረት ዝኣተኹማ ሓንቲ ንእሽቶ ደሴት በዚኦም ሓደገኛታት ካብ ዓለም ዝረሓቑ ቀቢላታት ገጽ ንገጽ ምስ እትራኸቡ እንታይ ዝፍጠር መስለኩም? ሰላም ዝኸበርኩም ተኸታተልቲ እዚ ንብዙሓት ዘሕዘነ ዘገረመ ናይ ጆን ኣለን ዘሕዝን ታሪኽ እዩ። ዓለምና ኣብ ዝተፈላለዩ ቦታታት ዝርከቡ ካብ ዓለም ተፈልዮም ኣብ ዓለምና እንታይ ይፍጠር ከም ዘለውን ዘይፈልጡ ናይ በይኖም ዓለም ዘለዎም ዝተፈላለዩ ቀቢላታት ኣብ ውሽጣ ዝሓቖፈት ክትከውን ከላ እዞም ካብ ዓለምና ዝርከብ ስልጣነ ይኹን ኣነባብርኦም ፍጹም ተነጺሎም ዝነብሩ ቀቢላታት ንዓለምናን ንደቂ ሰባት ስግኣት ኣብ ምፍጣር እንሆ ነዊሕ ግዜ ኮይንዎም ኣሎ። ስለዚ ኣነ ንሎሚ ሒዘልኩም ቀሪበ ዘለኹ ኣብ ህንዳዊ ውቅያኖስ እትርከብ ንእሽቶ ደሴት ዘጋጠመ እዩ። እዚ ሰብ ጆን ኣለን ቻል ይበሃል። 18 ተሓሳስ 1991 ዓመተ ምህረት ኣሜሪካ ኣላባማ ዝተወልደ ክኸውን ከሎ ዝዓበየሉ ኸኣ ኣብ ዋሽንግተን ዲሲ እዩ ነይሩ። ጆን ካብ ህፃንነቱ ጀሚሩ ደፋርን ሓደሽቲ ነገራት ብዘይ ፍርሒ ንምፍታን ዘሐጉሶ ሰብ ምዃኑ ዝበዝሕ ግዜኡ ዘሕልፎ ምስ ስድራ ቤቱ ኣብ ጫካታት ምዝዋርን ካምፕ ምግባር ክኸውን ከሎ እዚ ንዑ ዓቢ ናይ ሓጎስ ምንጪ እዩ ዝነበረ። ጆን እናዓበየ ምስ መጸ ንበይኑ ብምዃን ብብዙሓት ዘይድፈሩ ጎቦታት፣ ጫካታት እግሪ ጉዕዞ ምግባር ክጅምር ከሎ እዚ ኩሉ ገድሊ ንምንታይ በይነይ ይሪኦ ብምባል ምስ ተፈጥሮ ዘለዎ ፍቕሪ ንመላእ ዓለም ኣብ ማሕበራዊ ገጻቱ ምዝርጋሕ ልምዲ ገበሮ። በዚ ኸኣ ሎሚ ክሳዕ መወዳእታ ራእያ ምኽንያቱ ጽባሕ ዝፍጠር ስለ ዘይፍለጥ ዝብል ናይ ህይወቱ መምርሒ ቃል ብብዙሓት ይፈልጥዎ። ጆን ኣብ ብዙሕ ቪድዮታት ካብ ጎቦታት ሸታሕታሕ ክብልን ሓደ ሓደ እንታይ ምዃኖም ዘይፍለጡ ሓደገኛታት ናይ በረኻ ፍጥረታት ብድፍረት ብምፍታን ንሰዓብቱ ብምምሕልላፍ ብዙሕ ተኸታተልቲ ከፍሪ ክኢሉ እዩ። እዚ ንቤተሰቡ ናይ መወዳእታ ውላድ ዝነበረ ጆን ናይ ገበርቲ ሰናይ ስርሓቱን ዝተፈላለየ ፍቕሪ ዘለዎ ክኸውን ከሎ ንእግረ መንገዱ ናይ ገበርቲ ሰናይ ስራሓት ብምስራሕ ከም በዓል ሜክሲኮ፣ ህንዲ፣ ደቡብ ኣፍሪቃ፣ ካዛኪስታንን እስራኤልን ዝኣመሰላ ሃገራት ብምዛር ጽቡቕ ተግባር ምስራሕ ጀመረ። ንዓመታት ጠፊእዎ ዝነበረ ናይ ህይወት ዕላምኡ ዝረኸበ ስለ ዝመሰሎ ዝተረፈ ግዜኡ ብዘይ ስስዐ ብዘይ ዝኾነ ክፍሊት ናይ ሰናይ ተግባራት ስርሓት ናይ ኩሉ ግዜ ስርሑ ኮነ። በዚ ጋጣሚ ከኣ ናይ ጆን ናይ መወዳእቱ መጀመርያ ሓደ ኢሉ ጀመረ። ጆን ብኣቆጻጽራ ፈረንጂ ኣብ 2015 ዓ ም ኣብ ህንዳዊ ውቅያኖስ እትርከብ ኣንዳና ኢስላንድ እትበሃል ደሴት ከም ልማዱ ንዝተወሰነ መዓልትታት ጻንሖት ኣብ ምግባር ከሎ እዩ ኣብቲ ከባቢ ሰሜን ሴንቴል እትበሃል ደሴት ኣብኣ ኸኣ ሴንቲል ዝበሃሉ ቀቢላ ከም ዝርከቡ ዝሰምዐ ኣብዚ ግዜ እዚ ኸኣ ሓድሽ ነገር ምርኣይን ምፍታንን ወልፊ ዝኾኖ ጆን እዚ ክሳብ ሕጂ ሓደ ሰብ እውን ይኹን ከይድዎ ዘይፈልጥ ደሴት ከይዱ ምብጻሕን ነቶም ቀቢላ ናይ ምርኣይ ልዑል ህንጡይነት ኣሕደረ። ሴንቲላውያን ኣብ ታሪኽ ዝፍለጡ ነብሶም ምስ ዓለም ምሕዋስ ዘለዎም ልዑል ተቓውሞ ክኸውን ከሎ ንመጀመርያ ግዜ ካብ ዝተረኽብሉ ኣብ ሽሕን ሸሞንተ ሚእትን ዓመተ ምህረት ኣትሒዞም ብዝተፈላለየ ግዝያት ደቂ ሰባት ክረኽብዎም ፈቲኖም ነገር ግን ደሴትና ኣይነድፍርን ብምባል ናብ ደሴቶም ንዝመጹ ሰባት ብምስጓግ ወይ እውን ካብ ርሑቕ ዘለዎም መሳርሒ ብማንቲግ ብምቕጣል ዝፍለጡ ክኾኑ ከለዉ ብልዕሊኦም ዝሓልፋ ኣውሮፕላን ከይተረፈ ብማንቲግ ይሃርሙ ነበሩ። ዝጥቀሙሉ መሳርሒ ኣብ መርዚ ዝተኣልከ ኲናት ስለዝኾነ ኣዝዩ ሓደገኛን ቀታሊን ስለዝኾነ ብዙሓት ናብዚ ደሴት ንጽግዕ ኣዝዩ የፍርሖም። ኣብ ሽሕን ሸሞንተ ሚእትን ዓመተ ምህረት መወዳእታ ናይ እንግሊዝ ወታደራት ንዝተወሰነ ካብዞም ቀቢላታት ብምጭዋይ ሰሚሞም ከም ዝቐተልዎም ዝፍለጥ ክኸውን ከሎ ካብዚ ግዜ እዚ እንዳሓር እዮም እምበኣር እዞም ቀቢላ ብደገ ንዝመጾም ሰብ ክፈርሑን ከም ጸላኢኦም ክሪኡ ከም ዝገበሮም ይንገር። ናይ ህንዲ መንግስቲ እውን ብኣቆጻጽራ ፈረንጂ ካብ 1956 ጀሚሩ እዞም ቀቢላ ናብ ዝርከብሉ ሰሜናዊ ሴንቲል ዝኾነ ሰብ ከይኣቱ ከይከይድ ከም ዝኣገደ፣ ነዚ መበገሲኡ ከኣ ናይዞም ቀቢላ ድሕነት ባህሎምን ንምሕላው ብዝብልን ናይ ካልኦት ሃገራት ዜጋታት ድሕነት ብምሕሳብን እዩ። ስለዚ ናብዛ ደሴት ንክጽግዑን ክረግጽዋን ዝኽእሉ ባዕሎም ሴንቲላውያን ጥራሕ ክኾኑ ከለዉ፣ ነዚ ጥሒሱ ናብዛ ደሴት ጽግዕ ኢሉ ስእሊ ምስኣል ይኹን ናብታ ደሴት ብጃልባ ምቕራብ ትርፉ ርእስኻ ንሓደገኛ ናይ ሴንቲላውያን ኲናት ምቅላዕ እዩ። እዚ ስለዝኾነ ናብዚ ቦታ ዝፍትን የለን። በዚ እዩ ኸኣ ዙርያ እዛ ደሴት ሓሓሊፉ ብመንግስቲ ዝለኣኹ ናይ ወታደራት መራኽብ ዝሕሎ። ስለዚ ብሕቡእ ወይ ከኣ ብዘይሕጋዊ መልክዑ ዝኣተዉ ሰባት ተዘይኮይኑ ነዞም ቀቢላ ብኣካል ዝረኣዮም ይኹን ቁጽሮም ክንደይ ከም ዝኾኑ ዝፈልጥ ከም ዘየለን ከም ዝግመቶ ግን ናይዞም ቀቢላ ኣባላት ካብ 150 ክሳብ 500 ዝበጽሑ ከም ዝኾኑን ከምኡውን ነዞም ቀቢላ ብዝምልከት ንጹር ሓበሬታ ከም ዘየለን ታሪኽ ከም ዝሕብሮ ግን እዞም ቀቢላ ኣብ ዘበነ እምኒ ከም ዝነብሩን ድሑር ኣነባብራ ዝነብሩ ኣመጋግብኦውን ባህድን ከም ዝኾነን ይሕበር። ካብዚ ብተወሳኺ እዞም ቀቢላ እንተ ረኺቦም ናይ ሰብ ስጋ ናይ ምብላዕ ልምዲ ከም ዘለዎም ይሕበር። ሴንቲላውያን ናብዚ ደሴት ብኸመይ ከም ዝመጹ ዝፍለጥ ነገር እንኳ ተዘየለ ካብ ዘበነ እምኒ ጀሚሩ ንኣስታት ሱሳ ሽሕ ዓመታት ኣብዚ ደሴት ከም ዝነበሩ ይግመት። ጆን ከኣ ኣብ ኦል ኔሽን ኣብ ዝተባህለ ናይ ክርስትያን ገበርቲ ሰናይ ትካል ኣብ ዝሰርሓሉ ዝነበረ እዋን ክርስትናን ክርስቶስን ኣብ መላእ ዓለም ንምብጻሕ ተልእኾ ብምምራሕ ብፍላይ ከኣ እዚ ንምእማን ከቢድ ኣብ ዝነበረሉ ግዜ ኤስያ ኣፍሪካ ንዝተወሰነ ሃገራት ተመዲቡ ዝሰርሕ ዝነበረ ክኸውን ከሎ ኣብ ከምዚ ኩነታት ከሎ እዩ ከዓ ስለዞም ቀቢላታት ምስልሳል ዝጀመረ ካብ ምስልሳል ሓሊፉ እውን ነዞም ቀቢላ ናብ ክርስትና ንምቕያር ዝተመርጸ ሰብ ከም ዝኾነ ስለ ዝሓሰበ ምስኦም ንምርኻብ ዘለዎ ህንጡይነት ኣዝዩ እናወሰኸ ኸደ። ብኣተሓሳስባ ጆን ከምዚኦም ዝኣመሰሉ ብዛዕባ ክርስቶስ ዋላ ሓንቲ ነገር ዘይፈልጡ ሰባት ሰይጣን ንዓለም ንክቆጻጸራ ቀንዲ ኣጽዋሩ ወይ ከዓ ስፍሩ እዮም ኢሉ ስለ ዝኣምን ድሌታቱ ዝያዳ ወሰኸ። በዚ ዝተላዕለ ከኣ ጆን ዝመጽእ ይምጻእ ብምባል ነዞም ቀቢላ ምስ ክርስቶስ ንምልላይ ንኽበጽሖም ብኸመይ ናብዛ ደሴት ይኸይድ ከሰላስልን ምስ ሰባት ከማኸርን ጸንሐ። ነገር ግን ኣብ ዙሪኡ ዝርከቡ ፈተውቱ ዝሓሰቦ ነገር ኣዝዩ ሓደገኛን ጽላለ ከም ዝኾነ ብምንጋር ሓሳቡ ንክገድፎ ከእምንዎ ዋላ እውን እንተፈተኑ፣ ንሱ ግን ፍጹም ብምባል ንዝመጽእ ነገር ኩሉ ብጸጋ ንምቕባል ወሰነ። በዚ ከኣ ጆን ብኣቆጻጽራ ፈረንጂ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ምስ ሴንቲላውያን ንምርኻብ ብምውሳን ኣድላዪ ነገራት ብምምላእ ገለ ገለ ቋንቋታት ከምኡውን ናይ ግዜ ሓደጋ ናይ ሕክምና ስልጠና ብምውሳድ ብዝግባእ ምስተዳለወ ናብቲ ቦታ ምኻድ ብመንግስቲ ዝተኸልከለ ብምዃኑ ንዝኾነ ሰብ ከይሓበረ ብድፍረት ናብዛ ደሴት ጉዕዞኡ ጀመረ። ኣብ መንገዱ ኸኣ ቅድም ኢሉ ኣብ ዝረኸቦ ቦታታት ነብሱ ንዝተወሰኑ ግዝያት ብምጽናሕ፣ ኣብ ቀረባኡ ንዝርከብ ገፋፊ ዓሳ መርከቡ ንኽተሓባበሮን ናብ ደሴት ሴንቲል ከብጽሖን ዝተወሰነ ገንዘብ ከም ዝህቦን ምስ ተሰማምዑ ናብታ ደሴት ጉዕዞኦም ጀመሩ። ነገር ግን ፍርቂ መንገዲ ምስ በጽሑ ዋና እታ መርከብ ካብዚ ንደሓር ክኸይድ ከም ዘይክእልን ካብዚ ንላዕሊ ናብዞም ቀቢላ እንተ ቀሪቡ ህይወቶም ኣዝዩ ኣስጋኢ ከም ዝኾነ ኣጠንቀቑ። ኣቐድም ኣቢሉውን ብ ክልተ ሽሕን ሓሙሽተን ዓመተ ምህረት ኣጋጣሚ ናብ ሴንቲል ዝኸደ ሰብ ተቐቲሎምን ዓስከሬኖም ከኣ ብነዋሕቲ ሻምብቆታት ተሰቒሎም ንኻልኦት ከም መጠንቀቕታ ከም ዝተጠቀሙሎም ነገሮም። ጆን ግን ክሳብዚ ዝመጻኹ ብዕላማ ብምዃኑ ልቡ እንዳ ፈርሐ ሓደገኛ ዋላ ይኹን ነዚ ሓደገኛ ፈተና ንምትግባር ወሰነ። በዚ ከኣ ዝተወሰኑ ኣቑሑት ብምውሳድ ብንእሽቶ ጀልባ ነበይኑ ብምጅላብ ናብታ ገምገም ደሴት ብድፍረት ምጅላብ ጀመረ። ከም ትጽቢቱ ናይዛ ቀቢላ ኣባላት ንጆን ካብ ርሑቕ ማንቲጉኦም ኣነጻጺሮም እንዳ ተጸበይዎ ከለዉ ንሱ ግን ዓው ኢሉ ክጎድኣኩም ከም ዘይመጻኹ ጆን ከም ዝበሃል ከምኡውን ንሱን ክርስቶስን ኣዝዮም ከም ዝፈትውዎም ዓው ኢሉ ክነግሮም ጀመረ። በዚ ኸኣ ዝነግሮም ዝነበረ ብናቶም ቋንቋ ኮሳ ብምዃኑ ነዞም ቀቢላ ሕቶ ኣለዓዓለሎም። ጆን ከኣ ቀስ ኢሉ እውን ብሰላማዊ መንገዲ ናብኦም ምስ ቀረበ እዞም ቀቢላ ብዝተደናገረ ስምዒት ሱቕ ኢሎም ክዕዘብዎ ጀሚሩ። ኣብ መጀመርታ ርክቦም በዚ መልክዕ ብሰላማዊ መንገዲ መሬት ክጸርግ ከኣለ። ናብታ ደሴት ምስ ኣተወ እውን እንተኾነ ኣዝዩ ብዘደንቕ ኣገባብ ሓንቲ መዓልቲ ብሰላማዊ መንገዲ ኣብዛ ደሴት የሕለፈ። ኣብ ዝቐጸላ መዓልታት ጆን እተን ዝኽእለን ቋንቋታት እናሰባበረ ከዕልሎም ከምኡውን ንሶም ዝብልዎ እናደጋገመ ክምልሰሎም ከሎ ናይ ቀቢላ ኣባላት ይስሕቕዎ ነበሩ። ጆን መስሓቅ ከም ዝኾነ እንዳኣመኑ ብዝተወሰነ እውን እንዳተረዳድኡ ክኸዱ ጀመሩ። ጆን ከኣ እዚ ፊልም ዝመስል ነብሲ ወከፍ ናይዛ ደሴት ጻንሖቱ ኣብ መዘከሪ መጽሓፉ፣ ዳያሪ፣ ይምዝግቦ ነበረ። ናይዛ ቀቢላ ኣባላት ኣዝዮም ዓው ኢሎም ዘዕልሉን ዝበዝሐ ግዜኦም ዝጥቀሙሉ ናይ ምልክት ቋንቋ ከም ዝኾነን ኣብ መዘከሪ መጽሓፉ ኣስፊሩ ይርከብ። እዚ ኸኣ ብዛዕባ እዞም ቀቢላ መጽናዕቲ ንምውሳድ ድሌት ዘለዎ ኣንትሮፖሎጂ ጽቡቕ ሓበሬታ ኮይኑዎም ይርከብ። በዚ መልክዕ ጆን ንሰለስተ መዓልቲ ድሕሪ ምጽናሕ ግን ናይዛ ቀቢላ ኣባላት ካብ ምስሓቕ ብዝሓለፈ ከም ድሌቱ ቀሪቡ ከዘራርቦም ብዘይምኽኣሉ ተስፋ እናቖረጹ ከም ዝመጹን በቲ ሰዓት እቲ ጆን ሓንቲ ቃል ኣብ ዘውጽኣሉ ግዜ ገሊኦም ማንቲኮም ኣውጺኦም ክጭምትዎ ገሊኦም ከኣ ጠቕላላ ከም ዘየለ ይቖጽርዎ ዝተረፉ ኸኣ ይስሕቕዎ ነበሩ ሓደ መዓልቲ ጆን ብዝሕ ዝበሉ ዓሳታት ብመልክዕ ህያብ ክህቦም ኣብ ዝሓሰበሉ እዋን ሓደ ንእሽቶይ ናይዞም ቀቢላ ኣባል ኩናት ብምውራር ብቐጥታ ኣብ ኣፍ ልቡ ከእትወሉ ከም ዝሓሰበን ሳኣን ቁሩብ ከም ዝሰሓቶን ኣብ መዘከሪ መጽሓፉ ኣስፊርዎ ይርከብ። ዋላውን እኳ ጆን ብሰላም ኣብዛ ደሴት ሰለስተ መዓልቲ የሕልፍ፣ ናብዚ ዝመጻሉ ዕላማ ሕጂ ከም ዘይዕወተሉን ተስፋ ቆሪጹ ዝምለሰሉን ካብዛ ደሴት ዝወጻሉ መንገዲ ሕጂ ትኽክለኛ ግዜ ከም ዝኾነ ክርድኦ ጀመረ። ናብዛ ደሴት ከም ምእታው መጠን ነዞም ቀቢላ ኣሽኪዕኻ ምውጻኡን ከቢድ ብምዃኑ ብዝያዳ ከፍርሖ ጀመረ። ጆን ካብ መጀመርታ ንላዕሊ ሕጂ ኣብዛ ደሴት መዓልቲ ብዝወሰኸ ግዜ ዝያዳ ሓደጋ ከም ዘለዎ ክርድኦ ጀመረ። ኣብ መዘክር መጽሓፉ ካብ ዘስፈሮ ጽሑፍ ከኣ ክገጥሞ ዝኽእል ናይ ሞት ዕጫ ብምግላጽ ዋላ እውን እንተ ሞተ ፍቓድ እግዚኣብሔር ከም ዝኾነን ዓስከሬኑ ክወስድዎ ከይፍትኑ እውን ከም ዝገለጸ ይሕብር። ናብ ፈጣሪኡ ኣብ ዝጸሓፎ መልእኽቲ ከኣ ከም ዝፈርሐን ክመውት ከም ዘይደልን ነገር ግን ንሱ ዝፈቐዶ እንተኾይኑ ንዝመጽእ ነገር ንምቕባል ድልው ከም ዝኾነ ኣብ መዘኻኸሪ መጽሓፉ ይገልጽ። ጆን ሕዳር ዓሰርተ ሓሙሽተ ናብዛ ደሴት በይኑ ብምኻዱ ድሕርዛ ዕለት እዚኣ ኣብ መንጎ ጆንን ሴንቲናውያንን ዝተፈጥረ ነገር ኣብታ መጽሓፍ ካብ ዝተጽሓፈ ወጻኢ ዝኾነ ዝተፈልጠ ነገር ዘየለ ክኸውን ከሎ ድሕሪ ቁሩብ መዓልታት ግን ናብዛ ደሴት ዘምጽኦ ገፋፊ ዓሳ ናይ ጆን መጨረሽታ ንምዕዛብ ኣብዛ ደሴት ቀሪቡ ብምዕዛብ ንዝረኣዮ ነገር ንምእማኑ ከበዶ። ኣብቲ ሰዓት እቲ እዞም ቀቢላ ናይ ጆን ኣስከሬን እንዳ ጎሰሱ ናብቲ ገማግም ባሕሪ ድሕሪ ምምጽኦም ፍሒሮም ክቐብርዎ ምስ ተመልከተ ብፍጥነት ናብ ፖሊስ ብምኻድ ነዚ ነገር ሪፖርት ምስ ገበረ ኣብ መወዳእቱ ንጆን ናብቲ ስፍራ ንክኸይድ ዝሓገዝዎ ሓሙሽተ ገፈፍቲ ዓሳ ኣብ ትሕቲ ቀይዲ ብምእታው መርመራ ንክግበረሉም ተገብረ። ኣብ መወዳእትኡ ግን ናይ ጆን ኣማውታ ብሴንቲላውያን ከም ዝኾነ ድሕሪ ምርግጋጹ ተኸፊቱ ዝነበረ ናይ ቅትለት ፋይል ንክዕጸወሎም ተገብረ። ነዚ ተኸቲሉ ናይ ጆን ታሪኽ ኣብ ኩሉ ማሕበራዊ ሜድያ ኣዘራራቢ ኮይኑ ከም ዝነበረን ብዙሓትውን ናይዚ መንእሰይ ተግባር ኣዝዮም ከም ዘይድግፍዎን ዝገበሮ ተግባር ዘይበሰለን ንነብሱ ጅግና ጌሩ ንዓለም ንምርኣይ ዝገበሮ ዘይረብሕ ተግባር ብምዃኑ ዝተፈላለዩ ሰባት ነቐፌትኦም ከም ዝፈነዉን ዝተረፉ ከኣ ናይ ጆን ዕላማ ቅኑዕ ሓሳብ ብምድጋፍ ሓዘኖም ክገልጹ ተሰሚዖም። ኣቡኡ ብወገኑ ወዱ ዋላ ሓንቲ ጥፍኣት ከም ዘይብሉ ብምዝራብ ዝሰርሓሉ ዝነበረ ናይ ገበርቲ ሰናይ ትካል ነዚ ነገር ተሓታቲ እዩ ክብል ይሙግት። ማሕበራዊ ሚድያ ከኣ ስድራቤት ጆን ናብዞም ቀቢላ ክኸይድ ሓሳቡ ምስ ገለጸ ሱቕ ኢሎም ካብ ምዕዛብ ግደፍ ብምባል ተቖጢዖም ክመልስዎ ይግባእ ከም ዝነበረ ንቤተሰቡን ኣብ ዙርይኡ ንዝነበሩ ሰባትን ይወቕሱ። ናይ ህንዲ መንግስቲ እውን ናይ ጆን ዓስከሬን ካብ ዝተቐብረሉ ንምውጻእ ብዙሕ ጻዕሪ እኳ እንተገበሩ፣ ናይዛ ቀቢላ ኣባላት ግን ነዛ ደሴት ከቢቦም ብኲናት ይሕልውዋ ስለ ዝነበሩ እቲ ኩነታት ኣዝዩ ኣሸጋሪን ሓደገኛን ከም ዝኾነ ገለጹ። በዚ ዝተላዕለ ከኣ ናይ ጆን መዘኻኸሪ መጽሓፍ፣ ናይ ጉዕዝኡ ቦርሳን ካብ ገማግም ባሕሪ ካብ ምርካብ ሓሊፎም ካልእ ፈተነኦም ከይተዓወቱ ተረፉ። ናይዞም ቀቢላ ኣባላት ናይ ጆን ኣስከሬን ብኽብሪ ምቕባሮም ምናልባት ንኻልእ ሰብ ካብ ዘለዎም ጽልኢ ዘይኮነ ነብሶም ንምክልኻልን ካብ ፍርሒ ዝተላዕለ ዝገበርዎ ብምዃኑ ብዙሓት ይሰማምዕሉ። እሞ ክቡራት ተኸታተልቲ ናትኩም ሓሳብ እንታይ ይኸውን? ናይ ጆን ህይወት ምሕላፍ ተሓታቲ መን እዩ? እስኪ ሓሳብኩም ኣብ ኮመንት ኣቕርቡ። ናይ ሎማዓንቲ መደብ በዚ ወዲእና ኣለና። ናይ ሎማዓንቲ መደብና ነዚ ይመስል ነይሩ። ኣብ መንግስቲ ዩብ ኢኹም ዘለኹም። ሳብስክራይብ ብምግባር ናይ ደወል ምልክት ብምጥዋቕ ቤተሰብ ናይዚ ቻነል ንክትኮኑ ንዓደምቁ። ኣብ ቀጻሊ ዝዝርግሑ ዘደንቑ ዘገርሙ ሓጸርቲ ዶኩመንተሪታት ክትከታተሉ ኢኹም። ላይክ ምግባር ኣይትረስዑ። ዘለኩም ሪኢቶ ከኣ ኣብ ቦታ ሪኢቶ ጸሓፉለይ። በብዘለናዮ ሰሰናዩ።